ሰላም ሰላም ተከታተልተይ ከመይ ኣለኹም ኣነ እግዝኣብሔር ዝተመስገነ ይኹን ዳህና እየ ኣብ ናይ ሎማዓንቲ መደበይ ዝደለኹማ ጓል ኣንስተይቲ ናይ ባዕልኹም ትገብርሉ ኣርባዕተ ሜላታት ሒዘልኩም መፅየ ኣለኹ መደብና ናብ ብዙሓት ሰባት ንክባፃሕ ላይክ ብምግባር ጀምርዎ ኣብ ናይ ሎማዓንቲ መደበይ ዘፍቀርኩማ ትደልይዋ ጓል ኣንስተይቲ ናይ ባዕልኹም ትገብርሉ ኣርባዕተ መፍቱሓት ሒዘልኩም ኣለኹ እዘን መፍቱሓት ክነግረኩም እየ ኣብ ናይ ስራሕ ቦታ፣ ኣብ ቤት ትምህርቲ፣ ኣብ ካፌ ክኾን ይኽእል፣ ኮታስ ኣብ ዝተፈላለዩ ቦታታት ንሓንቲ ጓል ኣንስተይቲ ክትረኽቡን ክትምቸወኩምን ክትኽእል እያ። እዛ ጓል ኣንስተይቲ ናተይ ክትኮን ኣለዋ፣ ናተይ ክትኮን ይደሊ እየ፣ ኣፍቃሪተይ ክትኮን ይደሊ እየ፣ በዓልቲ ቤተይ ንኽትኮን ይደሊ እየ ትብሉ እንተኾይንኩም፣ ሕዚ ዝነግረኩም ኣርባዕተ ወሰንቲ ነገራት ክትፈልጡን ክተትግብሩን ኣለኩም። እዘን ኣርባዕተ ነገራት። ትገብሩ እንተኮይንኩም ኣብ ኩለን ደቂ ኣንስትዮ ዝሰርሕ ሜላ እዩ እስካብ ናይ መደበይ ፍጻመ ሓቢርኩምኒ ክትጸንሑ ብክብሪ ይሓትት ነዚ ቻነል ሓደሽቲ ዝኮንኩም ሳብስክራይብ ብምግባር ዝተፈላለዩ ናይ ጥዕና ናይ ጾታዊ ርክብ ናይ ሓዳር ሂወት መረዳታታት ትረክብሉ ቻነል ስድራ ንኽትኮኑ ብኽብሪ ይሓትት። ናብ መደበይ ክኣቱ እንከለኹ እቲ ቀዳማይ ነገር እንታይ እዩ? ንሓንቲ ጓል ኣንስተይቲ ርኢኹም እንተፈቲኹማ ኣብ ህይወትኩም ንኽትኣቱ ትደልይዋ እንተኾይንኩም ትጥቀምሉ ሜላ እዩ ጽቡቕ ዝኾነ ናይ ሰውነት ላንጉጅ ምፍጣር እዩ እቲ ቀዳማይ ንሪኦ ሕዚ እንታይ እዩ? ጽቡቕ ዝኾነ ናይ ሰውነት ላንግጅ ምፍጣር እዩ Body Language ንብሎ እዩ እዚ ምስ እንታይ ዝተተሓዘ እዩ? ነዛ ጓል ኣንስተይቲ ቀሪብኩም ቅድሚ ምዝርራብኩም፣ ቅድሚ ናብ ዕላል ምእታውኩም ብቦዲ ላንጉጅ ክትረዳድእዋ ኣለኩም። ዝተፈላለዩ ናይ ሳውነት ቋንቋታት ኣለው ነዘን ቋንቋ ክነግረኩም እየ ሓሙሽተ ኣለው ክነግረኩም እየ ኣርባዕተ ወሰንቲ ነገራት ክነግረኩም እየ ኢለ ነይረ ኣብዘን ኣርባዕተ ድማ ናይቲ ቀዳማይ ፓርት ዝኾነ ሓሙሽተ ናይ ቦዲ ላንጉጅ ክንርኢ ኢና እቲ ቀዳማይ እንታይ እዩ ኣይ ኮንታክት እዩ ርኢኹማ ፈቲኹማ ብድሕሪኡ ምስታ ጓል ኣንስተይቲ ኣይ ኮንታክት ክትጅምሩ ኣለኩም በዒንትኩም ምርኣይ በዒንትኩም ኣድህቦኩም ምስኣ ከም ዘሎ ክተርእይዋን በዒንትኩም ምርድዳእ ኣድላይ እዩ ኣብ ርሕቀት ትህልዉ ትክእሉ ኢኩም ንኣብነት ኣብ ካፌ ኮፍ ኢልኩም ክትኮኑ ትክእሉ ኢኩም ንሳ ኣብ ካሊእ ንስካ ውን ኣብ ካሊእ ኮፍ ኢልኩም ርሕቅ ኢልኩም እንተሃሊኩም ኣብ መንጎ እዚ በዒንትኹም ክትጫወቱ ኣለኩም እቲ ቀዳማይ እንታይ እዩ ኣይ ኮንታክት ምፍጣር እዩ እቲ ካልኣይ ድማ ኣይ ኮንታክት ኣብ ትገብርሉ እዋን ኣእዳውኩም ናብ ታሕቲ ክተውርድዎ ኣለኩም ምኽንያቱ እንታይ እዩ በዒንትኹም ኣብ ትረዳድእሉ እዋን እዚ ማለት እንታይ ማለት እዩ ኣይ ኮንታክት ኣብ ትገብርሉ እዋን ኣእዛንኩም ኣፍንጫኹም ኣዒንትኹም ትነኻኽኡ፣ ዝተፈላለዩ ናይ ሰውነትኩም ክፍልታት ትነኻኽኡ እንተሃሊኹም፣ እዚ ነገር'ዚ እታ ጓለንስተይቲ ኣድህቦኣ ኣባኹም ንኸይኸውን ዝገብር ነገር ክኾን ይኽእል እዩ። ምሳኹም ንኸይትረዳዳእ ዝገብራ'ውን ነገር ስለዝኾነ፣ በእዳውካ ዝተፈላለዩ ክፍልታት ሰውነትካ ክትነክእ የብልካን ምክንያቱ እንታይ እዩ ኣድህቦኹም ሰራቂ ነገር ስለ ዝኾነ ንናይታ ጓል ኣንስተይቲ ኣድህቦ ክሰርቅ ስለ ዝኽእል ደቂ ተባዕትዮ ኣይ ኮንታክት ኣብ ትገብርሉ እዋን ኣእዳውኩም ንታሕቲ ኣውሪድኩም ኖርማሊ ተማዓራሪኹም ኮፍ ኢልኩም ክኾን ኣለዎ ስለ ዝኾነ እቲ ቀዳማይ ፓርት እንታይ እዩ ኣይ ኮንታክት ምግባር እዩ። እቲ ካልኣይ ፓርት እንታይ እዩ ኣይ ኮንታክት ኣብ ትገብርሉ እዋን ኣእዳውኩም ንታሕቲ ክኾን ኣለዎ ምኽንያቱ እንታይ እዩ ዝተፈላለዩ ክፍልታት ናይ ሰውነትኩም ክትነኽኡ እንተለኹም ናይታ ጓል ኣንስተይቲ ኣድህቦ ክትሰርቁ ስለ ትኽእሉ እዩ ስለዝኾነ ኣእዳውኩም ንታሕቲ ኣውሪድኩም ኖርማሊ ተመቻቺኹም ኮፍ ኢልኩም ኣይ ኮንታክት ክትገብሩ ኣለኩም እዚ ነገር ምስ ወዳእኩም እቲ ሳርሳይ ርሕቅ ኢልካ ዘይምውራይ እዩ ንታ ጓል ኣንስተይቲ ቅርብ ኢልኩም ክተዕልልዋ ኣለኩም ኮይኑ ግና ነታ ጓል ኣንስተይቲ ብፍጹም ክትነካክእዋ ኣይግባእን ተመሳሳሊ ውን ንሰውነትኩም ውን ክትነካክኡ የብልኩምን ኣብ ሞንጎኩም ሓደ ወይ ከኣ ክልተ ሜትሮ ዝኮን ክፍቲ ገዲፍኩም ምዕላል ትክክል ኣይኮነን ነዚ ነገር ከይትገብርዎ ክሕብረልኩም ይደሊ ካሊእ ድማ ኣብ ኢልኩም ፍሽኽ እንዳበልኩም ክብድ ከይበልኩም ማለት እውን ነታ ጓል ኣንስተይቲ ቅልል ኢልኩም ክተዕልልዋ ኣለኩም እዚ ማለት ገጽኩም ጽውግ ኣቢልኩም ክተዕልልዋ የብልኩምን ምኽንያቱ እንታይ እዩ ገጽኩም ጽውግ ኣቢልኩም ኣብ ተዕልሉ እዋን ፈሪሓ ትሃድመሉ ዕድል ስለ ዘሎ እዩ። ኣብዚ ብፍጹም ክርሳዕ ዘይብሉ ነገር እንተሃልዩ ኣብቲ ናይ መጀመርታ ርክብኩም ብፍጹም ክትነኻኽእዋ ኣይግባእን። ንኣብነት ኣእዳዋ ምሓዝ፣ ጨጉራ ምንኽኻእ ክኾን ይኽእል፣ ሰውነታ ምሕስሳይ ወይ ከኣ ምንኽኻእ ክኾን ይኽእል፣ ከምዚኤን ዝበሉ ነገራት ብፍጹም ኣብ ናይ መጀመርታ ርክብኩም ክትገብርዎም ዘይብልኩም ነገራት እየን ኮይኑ ግና ቅርብ ኢልኩም ስማርት ኮይንኩም ጽቡቃት ቃላት እንዳመረጽኩም ክተዕልልዋ ኣለኩም እስካብ ሕዚ ዝነገርኩኹም ኣብ ትሕቲ እቲ ፓርት ዋን ዝርከቡ ነገራት እዮም ነዚ ስቴፕ ምስ ወዳእኹም ድማ እቲ ካልኣይ ስቴፕ ዝኾን ድማ እንታይ እዩ ግልጺ ዝኾነ መርገጺ ክህልወኩም ኣለዎ እዚ እንታይ ማለት እዩ ንሳ ብዛዕባኹም ንኽትርዳእ መንነትኩም ግልጺ ዝኾነ ሓሳብኩም ግልጺ ዝኾነ ኩልሻዕ ዘይለዋወጥ ጠባይ ዘለኩም ኮይንኩም ክትቀርቡ ኣለኩም ናብታ ጓል ኣንስተይቲ ንኣብነት ሓሳብካ እንታይ እዩ ሕልምካ ክትኮን ትደልዮ ነገር እንታይ እዩ ድሌታትካ ኣመለኻኽታካ እንታይ እዩ ዝብሉ ነገራት ግልጺ ኮይኑላ ክትፈልጠካ ትደሊ እያ ስለዝኮነ እዚ ወዲ እኮ ከምዚ እዩ ኢላ ክትገልጸካ ክትክእል ኣለዋ ኮይኑ ግና ኩልሻዕ ዝለዋወጥ ሓሳብ ዘለዎ መርገጺ ዘይብሉ እንተኩንካ ንሳ ጠባይካ ክትርድኦ ስለ ዘይትኽእል ዘይክትደልየካ ትኽእል እያ። ንኣብነት ኣዒንትኺ ደስ በሃልቲ እየን እንተልካያ ነዚ ነገርዚ ክትለዋውጦ የብልካን። ብጽባሒቱ ኣፍንጫኺ ደስ በሃሊ እዩ ብድሕሪኡ ድማ ጸጉርኺ ደስ በሃሊ እዩ እንዳበልካ ዝለዋወጥ ነገር ክትነግራ የብልካን። ጽቡቕ መርገጺ ዘይብሉ ሰብ መግለጺ ክኾን ስለ ዝኽእል እዩ እዚ ነገር እዚ። እዛ ጓል ኣንስተይቲ ነዚ ናይ ሰውነት ክፍለይ እዩ ዝፈትወለይ ከምዚ ዓይነት ኣመለኻኽታ እዩ ዘለዎ ንዓይ ዝሓስበለይ እዚ እዩ ንኽትብል ዝለዋወጥ መርገጺ ክህልወካ የብሉን። እቲ ሳልሳይ ንሪኦ ብዛዕባ ምሕታት እዩ። እዚ ብጣዕሚ ኣድላይ ዝኾነ ነገር እዩ ኮይኑ ግና ክትሓትወን ዘይብልኩም ነገራት ኣለዉ ንኣብነት ቅድሚ ሕዚ ኣፍቃሪ ነይሩኪ ዶ? ቅድሚ ሕዚ ዓርኪ ነይሩኪ ዶ? ቅድሚ ሕዚ ምስ ክንደይ ደቂ ተባዕትዮ ጾታዊ ርክብ ፈጺምኪ? ከምዚ ዝበሉ ነገራት ክትሓታ የብልካን። ምስ ወዲ ዘሕለፈቶ ነገራት ብፍጹም ክትሓትወን ዘይግበእኩም ነገር እዩ። ንሓንቲ ጓል ኣንስተይቲ ክትሓትዋ እንከለኹም እንዳስሓቅኩም ኣብ መንጎ ዕላልኩም ክኾን ኣለዎ። ንኣብነት ክትሓትወን ካብ ዝግበእኩም ሕቶታት ንኣብነት ብዛዕባ ቀጻሊ ህይወታ ክኾን ይኽእል፣ ብዛዕባ ስድራኣ ክኾን ይኽእል፣ ሓሳባ፣ ኣመለኻኽታኣ እንታይ ከም ዝኾነ ስለ ዝሓለፈ ዘይኮነስ ብዛዕባ ቀጻሊ ህይወታ ክኾን ኣለዎ። ስለዝኾነ ብዛዕባ ዝሓለፈቶ ነገር፣ ዝሓለፈቶ ናይ ፍቕሪ ህይወት፣ ናይ ጾታዊ ርክብ ህይወታ ካብ ምሕታት ክትቁጠቡ ኣለኩም፣ ኮይኑ ግና ብዛዕባ ቀጻሊ ህይወታ፣ እንታይ ዓይነት ኣመለኻኽታ ከም ዘለዋ፣ እንታይ ዓይነት ሕልሚ ከም ዘለዋ ክትሓትዋ ይግባእ፣ ኮይኑ ግን ብዛዕባ ዝሓለፈ ናይ ፍቕሪ ህይወታ፣ ናይ ጾታዊ ርክብ ህይወታ፣ እዘን ነገራት እዚኤን ክትሓቱ ኣይግበኣኩምን። እቲ ራብዓይን ናይ መወዳእታን ኮይኑ ንረኽቦ ድማ እንታይ እዩ፣ ወሳኒ ዝኾነ ስቴፕ እዩ፣ ታሕጓስ ክትፈጥሩለን ኣለኩም፣ ንኣብነት ትፈትዎ ነገር እንታይ እዩ፣ ዘሕጉሳ ነገር እንታይ እዩ? ኢልኩም ፈሊኹም ምስ ፈለጥኩም፣ ኩልሻዕ ብዝተኻእለኩም ዓቕሚ ነታ ጓል ኣንስተይቲ ሕጉስቲ ንምግባር ክትጽዕሩ ኣለኩም። ስለ ዝኾነ ክትሕጎስን ክትዘናጋዕን ምግባር ኣገዳሲ ነገር ከም ዝኾነ ክትፈልጡ ኣለኩም። ሽዑ ብኣኹም ኩሉ ግዘ ትሕጎስን ብጽባሒቱ እውን ንዓኻትኩም ንምርካብ ድሌት ክህልዋን ስለ ትገብሩ እዩ። ስለ ዝኾነ ግድን ሕጉስቲ ክትገብርዋ ኣለኩም። ጠቓልሎ ከለና እዘን ዝረኣናየን ኣርባዕተ ወሰንቲ ነገራት ብምግባር ሓንቲ ጓል ኣንስተይቲ ሕጉስትን ናታትኩም ክትገብርዋን ክትክእሉ ኢኹም። ነዚ ኢለ ናይ ሎምዓንቲ መደበይ በዚ ክዛዝም። ካብ ናይ ሎምዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ሓሳብ ርኢቶ እንተሃልይኩም ብኮሜንት ሴክሽን ሓሳባትኩም ግለጹለይ። ሰላምን ጥዕናን ንኹላትና። የቐኔለይ።